ንኣብነት ሓንቲ ፍሊም ሓንቲ ፍሊም ንክትስእላ እታ ደቃ ከምዛ ጥይት ሓንቲ ጥይት ናብ መዓላ ክትውዕል ኣለዋ ኣብ ግንባር ኣምሓራይ ክትወቅዕ ኣለዋ ትብላ ትበሃል ዝነበረት ግዜ እታ ካሜራ ውን ከምኡ ዓይነት እቲ ስቕ ኢልካ ኣብ ገፊፍ ኣይኮንካን ስእል ተን ሜን ትብለን ተን ኣገደስቲ ትብለን ኢኻ ትስእል ምክንያቱ ምስቲ ቁጠባ ናይ ፊልም ጸገም ኣለዎ ካብ ርሑቕ ንክመጸካ ዋላ ውን ካብ ክፍልኻ ክመጸካ ውን ግዜ ስለ ዝወስድ ተጠንቂቅካ እካ ትስእል ውሕጥ ኢኻ ትስእል ኣብ ሰሜራ ርኹኑ ዋላ ውን ኣብ ኩናት ከምኡ ን ኣብ ሓፈሻዊ ማሕበራዊ መነባብሮ ናይ ህዝቢ ን ኣብ ድርቂ ኣብ ገለ ብ ገለ ንኸይ ነርና እንዲና እዚ ህጂ ተጠንቂቅካ እካ ትስእል ብውሕድ ሓንቲ ፊልምሲ ዳርጋ ሰሙን ክልተ ሰሙን ከተጽንሓት። ተቓላሳይ ስውእ ብዕላምኡ። እሶም ደኣ እሞ እንታይ ነይሮም ንሕና እንዲና ንስእለሎም ነርና እሞ ሓሶት ኣይኮነን እኮ ኣነ ንባዕለይ ሙሉኣት ተዓለምቲ ናቶም ኣማራት ሸሞንተ ሚእትን ገለን ኣነ ሰኣላይ ደኣ ናቶም ክህልዎም ክስእለሎም ነይሩኒ ኦርኒ ክሰኣሎም ተባሂለን ስእለ ዝሰኣልኩም ዝክር እየ ናይ ኣይነበሮም እዩ ምባል እዩ ብካልእ ኣዘራርባ ኣነ ናይ በጀካ ዞም ኣብ ድምፂ ሓፋሽ ናይ ዜና ናቶም ዝዛረቡ መፅኦም ነበሩ ድምፂ ሓፋሽ ኣብ ድምፂ ሓፋሽ ናቶም ሬድዮ ነይረን ዶ ብመገዲ ድምፂ ሓፋሽ ፍኑ ነይሩ እወ ኣነ ሰኣልቲ ናቶም ኣይፈልጥን

እናሰኣሉ ከለዉ ዝተሰውኡ ንፉዓት ሰኣልቲ ናይ ክፍሊ ዜና ንበሎ ኣብቲ እዋን እቲ ነይሮም እዮም። እስከ ትዝክሮም ይህልው ዶ? ምናልባት ገሊኦም ምሳኻ ዝነበሩ ክኾኑ ይኽእሉ፣ ገሊኦም ከኣ ምስ ካልእ ወፊሮም ተሰውኡ ክህልው ይኽእሉ እዮም እሞ ተዘከርቲ ዝበሃሉ ሰኣልቲ ዝነበሩ ወይ ጋዜጠኛታት? እወ፣ ተዘከርቲ ዝበሃሉ ሰኣልቲ ኣብቲ ግዜ እቲ በዓል ሰለሙን፣ ዝበሃሉ ነይሮም ዝያዳ ቀደም ዝፈልጦም ማለት እዩ በዓል ሰለሞን በዓል እብራሂም ዝበሃሉ ነይሮም ብድሕሪኡ እውን ኣብ ዛሕራይ እውን ተሰብኡ በዓል ፈንጂ ነይሮም ክብረኣብ ንብሎ እውን ምሳይ ዝነበረ መንእሰይ ቆልዓ ነይሩ ሰኣላይ ተሰውአ እዚኦም ነይሮም ከምኡ እውን ብዙሓት ነይሮም ገለ ዝረሳዕዎም ኣሎ እዚኦም ዝክር
መሳርሒታት ከመይ ይሰልጠኩም ነይሩ ሽዑ እቲ እዋንቲ ንኣብነት ኣብ ደረቕ እንታይ ዓይነት ካሜራታት ነይረናኹም ኣብ ተንቀሳቃሲ ከጀሚርኩም ነርኩም ዶ ተንቀሳቃሲ ካሜራ ናይ ቪድዮ እስከ ከመይ ይመስል ነይሩ እቲ ፈለማ እቲ መሳርሒታት? ጽቡቕ እቲ መጀመርያ ቅድሚ እቲ ናይ ባህሊ ምንባርና ከምዚ ዝበልኩኻ ሓንቲ ካሜራ ሒዘ ወጺኤ ኢለካ ነይረ ንሳ መሊስልካ መሊስልና ንሳኻ ዘኻኽረካሲ እቲ ስእሊ ጸሃየ ብርሃነ ነይሩ ጸሃየ ብርሃነ ኣነ ጸሃየ ብርሃነ ሰለሙን ኣስፋሃ ዝብልዎ ሰለሙን ሰለሙን ኣስፋሃ ዝብልዎ ኔና መጀመርያ ሰኣልቲ ተመዲብና ኣብ ዜና ቅድመ ግንባር ማለት እዩ ብቅድመ ኣባቑስ ዝበልኩኻ መጀመርያ ሰኣልቲ ሕጂ ኣነ ኣቋዋሚ እዮም ገይሮም ነይሮም ማሕተም ክመጽእ እሞ ተባሂሉ በዓል ፀሃየ ስኢሎሞ ዝመፁ ኣብ ሓንቲ ነበረና ብጀካ ካሜራ ፀሃየ ባ ሓንቲ ካሜራ ብየን ከም ዝመፀት ነራ እብራሂም ሓላፊና ነይሩ እብራሂም ዝተሰው ዝበልኩኻ እሲ ሓላፊና ድሓር ስኢሎም ምስ መፁ ሓይልታት ናይ ሰለስተ ሓይሊ ስእሊ ኦርኒክ ሽዑ ኦርኒክ ይጅመር ነይሩ ማለት እዩ ኣይነበረን ቅድሚኡ ደሓር ኣምጺኦሞ እሞ እቲ ገብረ ኣብዚ ክትሓጽቦ ትኽእል ዲኻ ክተጸልሞ ኢለ ከጸልሞ ክእል እየ ኢለ እቲ በቲ ናይ ከተማ ልምዲ ዝነበረኒ እምበሪ እቲ ብሚዛን እዩ ስታይ ዝግበር ቀመማት ሓሙሽተ ዓይነት ቀመም ናይ ስእሊ ሓሙሽተ ዓመት ዓይነት ቀመም ብላክ ኤንድ ዋይት ሕጂ ብልቢ ዝጸንሓኒ ጥራይ ሓሙሽተ ባዕለይ ብሓንጎለይ ብዘይ ሚዛን ሰጊረ እዚ እቲ ጌጋ ነበረ ክንዲ ሓንቲ ፊልሚ እቲና ንፍትን ጸሃየ ኣብ ናይ ክሻ መሕጸቢት ነራ ክሻ ንሕጸበላ ገለ ብከምዚ ብክሻ ምሸት እዩ ወርሒ ነራ ወርሒ እሞ ወርሒ ስጋዕ ትዓርብ ምፅናሕ ተባህለ ሕዚ ከዓ ትዓርብ ምስ ዓረበት ሰዓት ሰለስተ ቢሉ ኸውን ለይቲ ከይደቀስና ክፅልምተልና እዩ ሕጂ በል ሕጂ ሰዓት ሕዘለ ኢለ ሰዓት ክንዲዚኣ ሰዓት ሕዘለ ኢለ ብምሉእ ብሓንሳእት እየ ኣብቲ ግዜ እቲ ሽዱሽተ ፊልም ድዩ ገለ ጌጋ እዩ ተገይሩ ነይሩ ሽዑ እግዚኣብሔር ግን ብሓቂ ሓጊዝና እቲ ግርህነትና ርእዩና እምበር ኣብ ካልእ ጠምት ኣካይብቲ ግዜቲ ብሓንሳብ መሰእተኾ ሰዓት ረኣየለይ ሕዘለይ ኢለ ሰዓት ሒዘለይ ኣኺላ ኢልኒ ሓፂብናዮ ሓፂብና መሰ ፀለምናዮ እቲ ለይቲ ኣይረን ብላምባዲና ጌርካ ቁርብ ትርኢ ትኽእል ሕጂ ተባላሽዩ ጥራይ ኣይኮነን ሕጂ ተባ እንተ ተባላሽዩስ እንታይ ኢና ክንበሃል ኢልና ብሓቂ ስታይ ኮይና ዝኾነ ንግሆ ተርእናስ ከመይ መሰለ ወፂ ፅቡቅ ስእሊ ኮይኑ እወ
ከመይ መሰለ ወፂስ ከምዚ ሎሚ ሓፂበ ከምዚ ንድሕሪ ፅባሕ እየ ንባህሊ ተፀዊዕካ ተባሂለ ኸይድ ሽዑ ኣነ ነብታ ስእሊ ድልየተይ ነይራ ዋላ እቶም ኣባላተይ እውን በዓል ጸሃየ ንገዛእ ርእሶም ዝሓትም ኣይነበሮምን እዩ። ኣነ ጥራይ ሓታማይ ሽዑ ማልሲ ሓጻባይ መጸለሚ ስታይ ነይሩ። እሶም ስኢሎም እዮም ዝመጹ ነይሮም። ከምዚ ነይሩ መሳርሒ ዝበሃልሰ ኣይነበረን። ኣብዚ ዳሕራይ ግን እዚ ምስ ተመደብኩ ናብ ዜና ከምዝበልኩኻ ድሕሪ መስመር ምስ ወፃእና ዋላ ሓንቲ ቪድዮ ዝተወሰኑ እዮም ነይሮም ንበይኖም እዮም ዝቕመጡ ዘርኢ ሃይለ ዝማእክሎም ሂላል እውን ነይሩ ባዕሩት ነይረ ንሕና እቶም ደረቕ ስእሊ ግን ርእሶም ፍስሐ እዩ ዘማእክለና ርእሶም ፍስሐ ዝኣክል ነይሩ ናይ ብፍላይ ብደገ ዝመጽእ ብብዝሒ ስለ ዝነበረ ካሜራታት ደሓን እዩ ከምዚ ናይ ሕጂ እቲ ምዕቡል ካሜራታት ኮይ ኮነ ዝያዳ ግን እቲ ቴሌ ምስ ነዊሕ እሱ ዘድልየካ ናብ ብፍላይ ናብ ግንባር ኹን ናብ ድሕሪ መስመር ዝኾነስ ከምዚ ነይሩ ደሓን እዩ ኣብ መሳርሒ ደሓን እዩ ኩሉ ግን ጻዕዳን ጸሊም ሕብራዊ ይነበረ ኩሎም እዞም በዓል ጸሃየ ብርሃነ ትጠቕሶም ዘለኻ ብኡ ዶ ቀጺሎም ቦቲ ሞያቲ ዋላ ስጋዕ ናጽነት ብኡ ቀጺሎም ብኡ ቀጺሎም ድሓር ኣብ ፖሊስ ኣሉ ጸሃየ ፖሊስ ተመዲቡ ካብቶም ኣብ ሰሓል ከዓ ምልሻ ርእሶም ሲምባርካ እዚኦም ናይ ሳሕል እዮም ካልኡ ናብ ግንባራት ዝነበሩ ብዙሓት ነሮም ካብ ዝያዳ ውሕዳት ስለ ዝነበርና ካብ ግንባራት ነፍሲ ወከፍተን ኣብ ግንባራት ዘለዋ ሰራዊት ክምህራ ክህልዋ ክምህራ ኣለወን ስለተባህለ ብዙሓት ተሰዲዶም ሰኣልቲ ብብዝሒ ፈርዮም ሽዑ ኣብ ዜና ተማሂሮም ዜና ከዓ ጠርኒፋቶም ማለት ኣብ ትሕቲ ዜና ኣትዮም ድሓር ኩሎም ርእሶም ሳየ ሕጂ ዝቐረባ ቅድሚ ሽዱሽተ ወርሒ ተሰዊኡ ሓደ ካብቶም ሽዑ ዝነበሩ ሰኣልቲ ኣብቶም መስረት እዩ መስራት ኣብ ናይ ስእሊ

እንድኩር እውን ካብ ሽሕን ትሽዓተ ሚእትን ሰማንያን ትእዛዝ ኣብርሃ ትእዛዝ ኣብርሃ ካብ
ጀልሃንቴ ብሓንሳእ ኢና ተመዲብና ናብ ዜና ማለት እዩ ኣነ ካልኣይ ዜና ማለት እዩ ሕጂ ስጋሕጂ እንድኩር ኣሎ ነይሮም በዓል ወዲ በርሀ ሃብቶም በርሀ ኣብ ኢሚግሬሽን ይገለ ኣሎ ሰሎሙን ኣብርሃ ከ ኣሎ እዚኦም ካብ ግንባራት ዝመፁ ድሓር እዮም ዝብለካ ዘለኹ እዞም ድሓሮም እንድኩር ይብሉ ንሳየ ካብ ስንኩላን በዓል ሰለሙን ኣብርሃ በዓል ሰለሙን ኣብርሃ ሃብቶም በርሀ ካብ ግንባራት ዝመፁ ኣለዉ ገለ እውን ረስዐዮም ህል እምበር ግዜ እንዳነውሐ ምስ ከደ እንዳተረስዐ ከይዱ መሳርሒታትኩም ቁሩብ ተንኪኻለይ ነርካ ኣብቲ እዋን እቲ ከኣ እቲ ዝነበረ ፊልምታት ከምዚ ናይ ሎሚ ደሊት እንዳበልካ እንዳደምሰስካ ዝደለኻዮ ዘዳልወልካ ኣይነበረን ምክንያቱ እታ ትወሃበካ ፊልም እውን ብርሃን ተኣትዋ ምብልሻው ኣሎ ብዙሕ ነገራት ኣሎ እሞ እስከ ብ ግንባራት ወይ ኣብ ዝተፈላለየ ወፍሪ ክትወፍሩ ከለኹም ዘጋጥመኩም ዝነበረ ጸገም ትገብርዎ ዝነበርኩም ጥንቃቐ ተበላሓትነት መብዛሕትኡ እውን ብባትሪ ስለ ዝሰርሕ ዝነበረ ባትሪ ምውዳእ እውን ኣሎ ከመይ ነይሩ
ሕጂ ጠንቁቑ ኢኻ ንኣብነት ሓንቲ ፍሊም ሓንቲ ፍሊም ንክስእላ እታ ደቃ ከምዛ ጥይት ሓንቲ ጥይት ናብ መዓላ ክትውዕል ኣለዋ ኣብ ግንባር ኣምሓራይ ክትወቅዕ ኣለዋ ትብላ ትበሃል ዝነበረት ግዜ እታ ካሜራ እውን ከምኡ ዓይነት እቲ ሱቕ ኢልካ ገፊፍ ኣይኮንካን ስእል ተን መይን ትብለን ኣገደስቲ ትብለን ኢኻ ትስእል ምኽንያቱ ምስቲ ቁጠባ ናይ ፊልም ጸገም ኣሎ ካብ ርሑቕ ንክመጸካ ዋላ እውን ካብ ክፍልኻ ክመጸካ እውን ግዜ ስለ ዝወስድ ተጠንቂቅካ ኢኻ ትስእል ውሕድ ኢኻ ትስእል ኣብ ሰሜራ ርኹኑ ዋላ እውን ኣብ ኩናት ከምኡ ኣብዚ ሓፈሻዊ ማሕበራዊ መነባብሮ ናይ ህዝቢ ውን ኣብ ድርቂ ኣብ ገለ ኣብ ገለ ንኸይድ ኔርና እንዲና እዚ ህጂ ተጠንቂቅካ ካትስእል ብውሕድ ሓንቲ ፊልምሲ ዳርጋ ሰሙን ክልተ ሰሙን ከተጽንሓካ ክትክእል ኣለዋ ማሰ ኣብ ኣገዳሲ ጥራሕ ኢኻ ትጥቀመሉ ብርሃን ከይኣትዋ ከዓ ብርሃን ናይ ግድን እሱ ብርሃን ክኣትዎ ይብል ዝኾነ ስራሕ ከምዚ ናይ ሕጂ ኣይኮነን ዲጂታል ስካይ ኣይኮነን ነይሩ ዝያዳ ከማ ዋላ እውን ከለር ኣይነበረን ሕብራዊ ስእሊ እውን ኣይነበረን ብላክ ኤንድ ዋይት እዩ እሱ ከዓ ብጣዕሚ ፀሓይ እዚ ብርሃን ፀሊ እዩ ከምዚ ነይሩ ተጠንቂቕካ ለይቲ ብለይቲ ኢኻ ዝሰርሖ ቀትሪ እውን ኣይተሓትምን ምክንያቱ እቲ እተሓትመሉ እቲ ስትድዮ ትብሎ ናትካ መሕተሚ እውን እንታይ ቴንዳ ቴንዳ እዩ
ሕጂ እቶም በረኻ ወፊሮም ብፍላይ ኣብ ግንባራት ወፊሮም ስእሊ ሒዞሞ ዝመጹ እቲ ናይ ሽዑ እዋን ክጽልም ኣለዎ ቅድሚ ምሕታሙ። ቀጥታ ብእወ ተጸልሞ ነጋቲቭ። ምስ ጸለመ እዩ ሽዑ ጽቡቕን ሕማቕን ዝረኣ። ኣብኡ ሕጂ ጽቡቕ ስኢሎምን ኣይስኢሎምን ብኸመይ እዮም ዘረጋግጹ? ምኽንያቱ ሒዞሞ እዮም ክመጹ ኣብኡ መጸለሚ ይብሎምን። እወ ኣብ ማእከላይ ቦታ እንድዩ ዝጽልም ሕጂ ኣብኡ እውን እሶም እውን ኣብኡ እዮም እቲ ነብሶም ዝግምግሙ። ኣብቲ ዝተሓጽባ ተን ፊልሚ ኩለን ተርእዮም ኩለን ርእወን ኩልኻ ትርእየን ኩልኻ ብዓይኒ ነቐፌታ እየን ዝረኣያ እዚኣ ብርሃን ውሕድዋ እዚኣ ብርሃን ብዝሕዋ ከምኡ እውን ኣብቲ ኣዋሳስዳ ኣቃውማ ዝበሃል ኣሎ ኣብዚ እውን ጌጋ ነይሩ እስካ ነንባዕልካ ትጋማገም ኢኻ ብኣኼባ መስክዕ እውን ዝመጽእ ስእልታት ዝያዳቶም ኣብ ቀዋሚ ኣብ ማሕተም ዘለዉ ንሳቶም እዮም ነቲ ጽቡቕ ተዕሽሙ ዕድል ዘለዎ ብኸምኡ እተሳእለ ስእልታት ሓደ ሓደ ግዜ እውን ንምርኢት ወይ ኤግዚቢሽን ይቐርብ እዩ ብሚኒስትሪ ዜና ከም ሰነድ ተታሒዙ ኣሎ ብዙሕ ኣሳእል ኣዝዩ ማራኺ ስእልታት እዩ ዋላ እቲ ቅላዓት ክትሪኦ ከለኻ ኣዝዩ ጽፉፍ ዝኾነ ቅላዓት እዩ እሞ ማዕረ ክንደይ እዩ እሞ ከዓ እቲ መሳርሒታት ከምቲ ክትብሎ ዝጸናሕካ ብዋሕዲ ኣሎ እቲ ብቕዓት እውን ውሕድ በለ እዩ እተን ዝነበራ ካሜራታት ከመይ ጌርኩም ኢኹም ግን ምኽንያቱ ድሕሪ ናጽነት ዝተራእየ ናይ ቀደም ኣሳእል ናይ ገድለ ክንሪኦ ከለና እቲ ክፍሊ ዜና ዝሰኣሎ እዩ በዞም ጋዜጠኛታት ክትብሎ ዝጸናሕካ እሞ እቲ ኩርናዕ ናይ ስእሊ ረኽብዎ ከምዚ ክትብሎ ዝጸናሕካ ከኣ ገለገለ እዩ ተመክሮ ነይርኩም እምበር ገሊኦም እውን ተመክሮ ዘይነበሮም ኣብኡ ዝሰልጦን እዮም ሕጂ ማዕረ ክንደይ እዩ ብጽፈት ተታሒዙ ምክንያቱ ዋላ እቲ ስእሊ እውን ኣደናቂ እዩ ሕጂ ክትሪኦ ከለካ ተመሊስካ ጽቡቅ ኣለካ እንታይ እዩ እቲ ጽፉፍ ክገብሮ ዝክኣልስ እንታይ ሚስጥሩ እታይ እቲ ብነቀፌታዊ ዓይኒ እረእ ስለ ዝነበረ ጥራሕ እዩ እቲ ስራሕሲ ብዕቱብ ነናሕትሕትካ ትማላላእ ኢኻ ነናሕትሕትካ ከምዚ ክብሎ ዝጸናሕኩ እዛ ስእሊ እዚኣ ከምዚኣ ነይራ እንተትኸውን ከምዚኣ ምኾነት ነይራ ከምዚኣ ነይራ እንተትኸውን ከምዚ ከምኡ እዩ ነይሩ ልክዕ ከምዛ ክብላ ዝጸናሕኩኒ ብኸመይ ተጥቅዖ ንጸላኢ ብኸመይ ኩርናዕ ተጥቅዖ ንጸላኢ ልክዕ ካሜራኻ ከምኣ እያ ነይራ ከምኣ እያ ነይራ ብዘይ ገለ ሓሶት ነት ንቆምየ ሰኣልቲ ናይቲ ግዜቲ ምክንያቱ ነንባዕልኻሲ ትመላላ ኢኻ እቲ ሳይ ጽቡቅ ጌርካ እንድሕር ስኢልካ ከመይ ገይሩ ፍርዮም ነዚኣ ስኢልዋ ኢለ ብዛዕባ እታ ናትካ ብዛዕባ ኣፋላሰፍ ካብኣ ተበጊሰ እየ ኸዓ እቲ ኣነ ኸዓ ከምኣ ክኸውን ክገብር ኣለኒ ዝብል ስለዚ ከምዚ እዩ ነይሩ እቲ ግዜ ብሓቂ ስእልታት ዝድነቕ እዩ ነይሩ ከም ዝበልኩኻ ከዓ ድሕሪ ኩናት ኹን ድሕሪ ዓመት ኹን ኣብ ተረኸብካሉ ኩሉ እቲ ዝተኻየደ ንጥፈታት ናይ ስእሊ ብዓይኒ ነቐፌታዊ ይረእ ነይሩ ኩሉ ካብኡ ትመሃሃር ነናሓድሕድካ ስለ ዝነበረ እዩ እቲ ስእሊ ዝፅብቕ ነይሩ እምበር ካብ ካልእ ወፂኡ መፂኡ ካልእ ተምሃርናዮ ብደገ መፂኡ ዘማዕበለና ገለ ኣይነበረን ተመክሮ ካብ ተመክሮታት ነናሓትሕትካ ምልዋ ጥራይ እዩ ኣብኡ ደረጃ ተበፂሑ እቲ ሓደ የቁርብ ክኽእል ፀንሐ ነቶም ድሓር ወዲ መፁ ምህሮም የካፍሎም ንሶም ከኣ ካብኡ ከኣ ምብልሓት ነይሩ ምብልሓት ነይሩ እዚ ብሓቂ ምብልሓት ነይሩ። ኣብዚ እዋን እዚ ክንሪኦ ከለና እቲ ሽዑ እተሳእለ ኣሳእል ኣዝዩ ኣደናቂ እዩ። ገለ ገለ እውን ክስረቕ ሕጂ ትሪኦ ኢኻ። ንኣብነት እንተዘይተጋግየ ፍረሚናጦስ ዝሰኣላ እያ መስለኒ። ተጋደልቲ ባንዴራ ናይ ህዝባዊ ግንባር ሒዞም እንዳደየቡ ከለዉ ኣብ ሓንቲ ኩጀት በራኽ ወላ ባንዴራ ባንዴራ ሒዞም ተዘይተጋገየ ኣርባዕተ ተጋደልቲ ኣብ ናቕፋ እውን ኣላ ኣብዚ ናይ ገንዘብና ናቕፋ እውን ከም ምልክት ኣላ ኣብ ኩለን ወፅያ ዘላ ነዚኣ ሕጂ ኣብ ወያነ ዳርጋ ነታ ባንዴራ ቀይሮም ናይ ሕወሓት ጌሮም ናህና ስእሊ እዮም ኢሎም ሓደ ግዜ ሪኤያ ኣለኹ ኣውፅኦሞ ናይ ተጋደልቲ እውን ከመይ ዝበለ ምስ ዕጥቀን ሸጥ ድበላ እውን ብሂወት ከለዋ እውን እዚኤን ተጋደልቲ ናይ ህዝባዊ ግንባር ክነሰን ናይ ህዝባዊ ሓይልታት ኢሎም ባ ይቕረታ ናይ ተጋደልቲ ናይ ህዝባዊ ግንባር ክነሰን ናይ ሕወሓት ናይ ወያኔ ኢሎም እውን እቲ ሳእል ዝዝርግሕዎ ኣሎ ብዙሕ ሳእል ኣለዎ ወሲዶም እዚ ናህና እዩ ዝብልዎ እሞ እንታይ ትብል ኣብዚ ናዚ ዘይወዓልሉ ዘይ ናቶም ስእሊ ክውንኑ ይደልዩ ናህና ባህሪ
ባህሪ ህዝባዊ ግንባር ምናልባት ንዓኹም ኣይጠፋእኩም ናይ ምጃሃር ባህሪ ከምዚ ጌርናዮ ንሕና ኢና ከምዚ ዝብል ኣይነበረን ኣይፀንሐን ስጋዕ ሕጂ እውን ኣሎ ይብልኒ ዝሰራሕካዮ ስራሕሲ ብዛዕብኡ ከተልዕል እውን ብዙሕ ዝታይ ኣይኮነን ክንደይ ታሪክ ተሰሪሑ ክንደይ ፍፃመ ተፈፂሙ እዩ ግን ከምዚ ገይረ ድብል የለን እምበር ኣነ እውን ኣስተብሂለላ ኣለኹ እዛ ትብላ ዘለኻ ፍረምናጦስ ሰኣላ እዩ ከም ሰኣላ እውን ንፈልጥ ኢና ተወደበት ስእሊ እያ ልክዕ ብባዕሉ ብናቱ ዝተፈላሰፈላ ስእሊ እያ ማለት እዩ እቲ ምብልሓት ዝበልኮ እሱ እዩ ከምኡ ነይሩ እቲ ምብልሓት ዝበዝሐ ከምኡ ዝገብር ነይሩ ከም ዝበልካዮ እውን እዘን ትብለን ዘለካ ኣዋልድ እውን ኣነ እውን ርእየ እንደኾን መስለኒ እምበር እቲኣ ናትና እያ ዋላ እታ ፍልስፍና እቲኣ ንባዕላ ማንም ሰብ ኣይመሃዛን ባዕሉ እዩ መሂዝዋ ትወዲ ፍሬምናጦስ ባዕሉ ዝመደባ እያ ማለት እዩ ልክዕ ከኣ ከምዛ ትሪኣ ኣለኻ። ንምንታይ እሞ ከምኡ ዝሰርቁ ዘይናቶም ዘይናትካ ታሪኽ ዘይናትካ ስእሊ እንታይ ይገብረልካ። እንታይ እሞ ክንብል ከምዚ ዝበልኩኻ እኮ እዚ ጥራይ ዶ እዩሞ ዝኣ ቀሊል እንድዩ ብዙሕ እምበር ዋላ ዋላ ዜማታት እንድሕር ርኢኻዮ ዜማታት ናይ ባህሊ ህዝባዊ ግንባር ኣነ ዝበዝሕ ዜማታት ክወስድዎ ትርኢ ናይ ሰውራ ናይ ሰውራ ቅርሲ እዩ ቅርሲ ጥራሓንቲ ክወስዶ ተኾይኑስ ወደይ ወይ ወድኻ ወይ ብዕል ክወርሶ ዝግብኦም በሪ ኣይምተገበአን ነይሩ እሱ ጥራሕ ኣይኮነን ብዙሕ ኢኻ ትሰምዕ ከምኡታት ኣብ ናቶም ግን ንሕና ከም ዝበልኩኻ ነቲ ታሪክ ንምብልሻው ድዩ ከምኡ ዝገብሩ ንምንታይ ዕላማ እዩ ኣሲ ኣይ ታሪኮም እዩ ዘይ ታሪክካ ከመይ ጌርካ ወይ ዘይነበርካዮ ነይረ ክትብልሲ ስለምንታይ እዮም ከምኡ ዝምርፅዎ
እንታይ እሞ እንድዒ ምናልባት ንሕና ኣብቲ ግዜ እቲ ሰኣልቲ ናትና ከም ዝብለካ ልክዕ ነብሱ ዝኸኣለ ውድብና እዚ መንግስቲ እዩ እቲ ግዜ እቲ ሰኣልቱ ብኮረስፖንደንት ብጋዜጠኛታቱ ኣብ ኩሉ መዳይ ከዓ ኣብ ናይ ዜና ጥራሕ ዘይኮነስ ምሉእ እዩ እሶም ደኣ እሞ እንታይ ነይሮም ንሕና እንዲና ንስእለሎም ነርና እሞ ሓሶት ኣይኮነን ኣነ ንባዕለይ ሙሉኣት ተዓለምቲ ናቶም ኣብ ማራት ሸሞንተ ሚእትን ገለን ኣነ ሰኣላይ ደኣ ናቶም ክህልዎም ክስእለሎም ነይሩን ኦርኒ ክሰኣሎም ተባሂለን ስኢለ ዝሰኣልኩም ዝክር እየ ናይ ኣይነበሮም እዩ ምባል እዩ ብካልእ ኣዘራርባ ኣነ ናይ እጀካ ዞም ኣብ ድምፂ ሓፋሽ ናይ ዜና ናቶም ዝዛረቡ መፅኦም ነበሩ ድምጺ ሓፋሽ ኣብ ድምጺ ሓፋሽ ናቶም ሬድዮ ነይረን ዶ እወ ብመገዲ ድምጺ ሓፋሽ ይፍንው ነይሩ። እወ ኣነ ሰኣልቲ ናቶም ኣይፈልጥን ዝበዝሕ ንፈልጦም ኢና ግን ሰኣልቲ ናቶም ንምንታይ ዕላማ ኢና እሞ ኣይፈልጥን። ዘይናትካሲ እንታይ እሞ ንብል እንታይ ክንብሎ ኢና ዝምታ እ? ኣይ፣ ምዝማት እዩ። ዋላ ሓንቲ ታሪክ ኣይዝመትን እዩ ታሪክ ኣይ ንግዚኡ ከም ዝመስሎ ከውን ዘንበሪ ወሳኒ እቲ ቅርሲ እንድዩ ኣርካይቭ እንድዩ ኣብ ኣርካይቭ ኣሎ ዝያዳ ግን ንሕና እንታይ ኣሎ መሰልካ ዋላ እውን ኣብዚ ዳሕራይ ትውልድና ከም ዝዕዘቦ እቲ ናይ ቀደም ዝወረስ ዘሎ ከምኡ ክኸውን ኣይግባእን እዩ እብል ኣነ ስለምንታይ ክቃላሕ ክኽእል ኣለዎ ክወፅእ ክኽእል ኣለዎ እዝግሄር ኣብኩም ከማን ከምዚ ኢሎም ስኢልኩም ተዛርቡና ኣለኹም ኣነ ሓቀይ እስማዓኒ ሰኣላይ ሰኣላይ ስባጉ እምበር ስኢሉ እምበር ኣይተሳለ ተሪኹ እምበር ታሪክ ናቱ ኣይተ ቅድሚ ሕጂ ብኣኼባ ተዛሪብናሉ ነርና መስለኒ ከምዚ ክግበር እዩ ተባሂሉ ገለ መፅሓፍ ክቆም እዩ ተባሂሉ ተዘሪቡ ነይሩ እሱ ስለ ዝኾነ እቲ ናህና ኩሉ ግዜ ዘይቃላሕ ስለ ዝኾነ እዮም ዝሰርቅዎ ዘለዉ እየ ዝብል ኣነ ካብኡ ንምብጋስ እየ እምበር ኩሉ ግዜ መን ስኢልዎ መን ገይርዎ ዝያዳ ከዓ ኣብ ኩሉ ዝጥቃዕን ዝወፅእን ዝኸውን ንውልድ ትውልዲ ዝተሓላለፍ ክኸውን እንተዝኸውን ከምዚ እውን ኣይምኾነን እምበር ከም ዝበልካዮ እተን ክልተ ዋልት እውን ኣነ ካላሽን ከምዚ ገይረ እንደ እወ ንሃና ተጋደልቲ እየን ሪኤ ኣለኹ ኣብ ናቶም ከዓ ከምኡ ሪኤ ማለት ስለዚ እቲ ንሃና ብዙሕ ዘይነቃልሕ ምኳንና ወይ ድማ ብዙሕ ኣይኮናን ኣብ ታሪክ ናትና ዋላ ካብ መራሕትና ጀሚርካ ኣዘንተውቲ ኣይኮናን ንምባል እየ
ብዙሕ ሕጂ ኣለካ እንተ ዝያዳ ይፈልጡ ኣለዉ ዝያዳ ይልዕለይ ዝፈልጡ ኣለዉ ብዛዕባ ሳሕል ክዛረቡ ከለዉ ኩናት ወያነ እንተሰብ ኢልካ ኮንካ ኩሉ ሰራዊት ህዝባዊ ግንባር ዝገበሮ እሶም ከም ዝገበርዎ ገይሮም ይቐርቡ ነይሮም። ሓደ ቅድም ግዜ ንዝከርን ስማዕካ እዩ ከም ሰብ ኣይኮነ እንደ ጀጋኑኻ ዘሕለፍካሉ ብካልኦት ክትረኽ ክትሰምዖ ከለኻ ፅቡቕ ኣይኮነን። ብዝተኻእለ መጠን ኣብ ከምኡ እቶም ዳሕሮት ትውልዲ ብ ከምኡ እንተተተኩሩ ጽቡቕ እዩ እየ ዝብል። እወ ግን ኩላ እያ ትሓልፍ ዘላ ንኣብነት ሕጂ እስኻ ድሕሪ ክንደይ ኢና ረኺብናካ ንባዕልኻ ብዙሓት ካባኻ ከኣ ነዊሕ ዝገብሩ፣ ወይ ኣብ ገድሊ ውን ነዊሕ ዝገበሩ በዓል ኣቦና ኣልኣሚን መሓመድ ስዒድ ውን ሓሊፎም ተሰዊኦም ኣለዉ ን እቲ ዛንታ ግን እንታይ ዶ ንዛረብ ኢና እንታይ ኣለና ድዩ ንዛረቦ የለን ዝብል ውን ካብ ላዕሊ ኣሎ ሕጂ በይ ትረኽቦም ክተዛርቦም ትኽእል ዶ መዓስ ተሰሊፎም እንታይ እዮም ገይሮም እንታይ ነይሩ ብድሆታት ሲ ዘርዚሮም ከማን ክንብል ኣይንኽእልን ኢና በዓል ኣልኣሚን ገለ ክፋል ዝጸሓፎ ኣሎ ምናልባት ኣልኣሚን ኣሓይሽ ቅሩብ ኣብ መጻሕፍቲ ጽሒፉ ኣሎ ግን ከምቲ ዝግብኦ ግን ኣይተጓሕጉሕን ሰብ ኢኻ ከኣ መዋቲ ኢኻ ጽባሕ ንግሆ ማለት እዩ ኣልኣሚን ንባዕሉስ ሓሊፉ ኣሎ ተሰዊኡ ኣሎ ኣልኣሚን መሓመድ ስዒድ ስለዚ ሲ እቲ ተጋዳላይ ክግበር ኣለዎ ይብል ግን ኣየዘንቱን በዚ ኣጋጣሚ ሲ እስከ እንታይ ክትብሎ ትደሊ ንኸምኦም ዝበሉ ዛንታ ዘለዎም ሰባት እቲ ዛንትኦም ውን ሓደ ውን ይርሳዕ እዩ ደኣር እካ ክትከይድ ኮለኻ ትርሶዕ ኢኻ ስማት ትርስዕ ቦታ ትርስዕ ዓመተ ምረት ትርስዕ እዚታሲ እንታይ ክግብር ኣለዎ ትብል ሰናዲ ታሪኽ ስለ ዝነበርካ።
እወ ሕጂ እንታይ መሲሉካ ኤፍሬም እወ ሓሊፉ እንድዩ ሓሊፉ እንድዩ ብሕጂ ውን ንኸይድገም ነቶም በቶም ዝተረፉ ውን ሃሰስ ምባል ከድሊ ስለ ዝኾነ ማለት እዩ እቲ ዕድመ ከይዲ እዩ ከምዝበልካዮ ብሓቂ ብፍላይ እቶም ዓበይቲ እዞም መራሕቲ እቶም ሰራሕቲ ቅያ እዚኣቶም ክትርኹ ዝግብኦም እዩ ስጋ ሕጂ ናታቶም ዝሰማዕ የለን ሃሰስ በልዎም ብሓይሊ እየ ዝብል ኣነ ዝያዳ ዝያዳ እቶም ንኣሽቱ ብሕቶን መልስን መልክዕ ምናልባት ትምርሳዕ ኣሎ እቲ ዕድመ ከይዲ እዩ ከምዚ ክንብሎ ዝፀናሕና መስዋእቲ እውን እዚ ንሪኦ ብዙሓት ከም ዝበልካዮ ክንደይ ሰራሕቲ ታሪክ ሓሊፎም እዮም እዚ ታሪክ ከዓ ኣብኡ ደው ከይብል መታን ናይቲ ዝሓለፈ ናታትኩም ፃዕሪ እየ ዝብል እምበሪ እንታይ እሞ ንባዕሉ ናይ በዓል ግርማ ገረ መስቀል ሕጂ ኣነ ብቐዳማይ ብሓቂ እያ ሰሚዓኒ ሓደ መዓልቲ ብሞባይል ኣራኺብና ነይሩ ወይና ክትብሎ ዮናስ ዮናስ ኣብርሃም ወይ ሓፃር እያ ካልእ መዓልቲ ድሓን ገለ ኢልና ነይሩ ብዙሕ ምተረኽና ብፍላይ ከዓ ናይ ባቑስ ናይታ ዝነበርናያ ቦታ ብኸመይ እዩ ስሙ መርካድር ኮይኑ እዩ መፅኡ ነይሩ ናብኡ ንኣነ ከዓ ኣባል ዜና ኢና ምሳና እዩ ኣብታ ዜና ኢና ነርና ነዛ ደርፊ እዚኣ ንባዕላ ነዛ ቤት ለውፃይ ተጋዳላይ ነውፅእሲ ገፎ ምሸት ምሸት በዓል ጓል ጋንዲ ኣለዋ በዓል ፅገሬዳ ጋንዲ ብዙሓት እየን ነይረን በዓል ኣለም ሰገድ ተስፋይ ነይሮም ሰናይት ባህታ ሕጂ ምሸት ምሸት ኢና ንእከበላ እዚኣ ትቀየር እናበልና ዜማ ንቕይር ሽዑ ተልመደን ስለ ዘለና ማለት እቲ ትባህሊ ነበረን ባህሊ ቆመን ነይሩ ሽዑ ብዙሕ ታሪኽ ነይሩ ማለት እቲ እቲ ማሕበራዊ ህይወት ናይ ተጋዳላይ በዓል ግርማይ መምሃራን እዮም ብሓቂ ብሓቂ መምሃራን እዮም ሓንጎል ኣሎ እቲ እሳቶም ዘይተፈተሸ እንተልዩ ናታቶም ዘይተመዝገበ እንተኮይኑ ኣነ ካብቶም ዘድንቆም ተጋድልቲ እዩ ዋላ ኣልኣሚን ኣልኣሚን ንባዕሉስ ንሱ እዩ ሓላፊና ነይሩ ኣብታ ግዜ እቲኣ ኣልኣሚን እናሃለ ሕጂ መንግስተ ሰማይ የዋርሶ ሕጂ ሰዊእ ትብሉኒ ኣለኹም ኣልኣሚን ንሱ እዩ ሓላፊና ድርዕ ካልኣ እዩ ማለት እዩ ግርማይ ከዓ ከም ሳልሳይ እዮም ኣብኡ መፅኡ ነይሩ መማራን ካድር እዮም ናይ ዜና ከዓ ሓለፍቲ ናትና እዮም ማለት እዮም እዚኦም ሰለስቲኦም ሕጂ ለኣሚን ምሉእ መዓልቲ ከምዚ ክትብሎ ዝጸናሕኻ ምሉእ ለይትን መዓልትን ክጽሕፉ እዮም ዝሓድሩ ኣብቲ ግዜ እቲ ብኢድ ዝጸሓፍ ነይሩ ታኻ ትብሎ ፖለቲካ ማሕታ ፊተውራር ትበሃል መጽሓፍ ነይራ እዚ ሓቂ መጽሔት ማሕታ ነይራ ተጋዳላይ ትብል እውን ነይራ እዚኤን ህጂ ዝሰሙ እዮም ዝሓትኦም ብዓረብ ብኢዶም ጽሕፍዎ ኮፒ ትብሎ ብኢዶም ጽሕፍዎ ገዝተት ነይሩ ነይሩ ብታእሹ ከምዚ ብድፕሊኬተር ነይሩ ከም ከምኡ ጌርካ እዩ ነይሩ ንሕና ከዓ ብኢድ ተንጻሕ ንሓትም ንሓድር እውን ድሕሪኡ ነባጽሕ ከዓ ኣብ ግንባራት ከዓ ነባጽሕ ዳርጋ ኣነ ሕጂ ካብቶም ዘባጻጽሑ ንቡር መጽሔታት ብገመል ጽዒንካ ትወስዶ ሕጂ ሳቶም እዮም ነይሮም ብፒሮ ጽሕፍዎ ሳቶም ሓርኳ ታይፒን መጽኤን ናይ ዓረብኒ ናይ ናይ ትግርኛን መጽኤን ነይረን ታይፒን ንቕየርቲ ሳቶም ጽሓፍዎ ታይፒን ተቐይሩ ማሕተም ሕተም ከም ዘይምህርቲ ወዲ ገብረኣብ ዳርጋ ቀሪብና ኢና ኣብ ምውዳእና ታሪክ ገድሊ ኣዘንቲኻ ውን ዝውዳእ ኣይኮነን ነዊሕ እዩ ፅሙቅ ኣቢልካ ግን ነጊርካና ኣለኻ እስከ ኩነታት ሓዳርካ ከመይ ይመስል ምክንያቱ ሰብ ኢኻ ናብራ ኣሎ ኣብ ገድሊ ውን ሓዳር ምግባር መርዓ ነይሩ እዩ እሞ እስከ ከመይ ይመስል እቲ ናይ ሓዳር ሂወትካ ከ?
ሓዳር ሂወተይ ዝኾነ ኣብ ገድሊ ኣብ በረኻ ኢና ተዛሚድና ምስዛ በዓልቲ ቤተይ ኣብ ዞባ ምብራቕ ኣብ ገልዓሎ ኣብ ፎሮ ኢና ተዛሚድና ወሊድና ሓሙሽተ ቆልዑ ወሊድና ስጋ ሕጂ ካብ ሓንሳ ኣለና ደቅና ምሂርና ፅቡቕ ንነብር ጎኒ ጎኒ እውን ተጣይስካ ኢኻ ቀልጢፍካ ካብ ሚኒስትሪ ዜና ቀልጢፍካ ካብቶም ዝተጣየሱ ሓደ ኢኻ ንስኻ ኣብ ምርባሕ ንህቢ ክትነጥፍ ውን ብዙሕ እዋን ሪኤካ ኣለኹ እስከ እቲ ሂወት እቲ ከ እንታይ ዝመስል።
ዋዘ ናይ ንህቢ ከምዚ ዋዛ እየ ኣትየዮ ኣነ ናይ ከምኡ ፍልጠት ገለ ኣይነበረንን ቅድም ሓር ግን ምስቲ ስራሕ ደይ ምህላው ጀሚረ ሓደ ዓሰርተ ቆፎ ምስ ገዛእኩ መጽሓፍቲ ከኣ ናይ ንህቢ እንዳንበብኩ በበዞም ዓሰርተ ቆፎ ተበጊሰ ዋእ ጽቡቕ ከይድ ኣለኹ ማለት እዩ ዳርጋ ሕጂ ጽቡቕ ለሚደዮም ዳርጋ ጽቡቕ ከይ ዘለዎ ሓደ ዕስራ ሰላሳ ቆፎ ገይረ መናባብሮይ ከኣ ኣልበኦም ማለት እዩ

ሰሎሞና ኣብኡታት ክወርዱ እዮም ሕጂ ቀሪቦም እዚ ወርሒ እዚ
ስለዚ ተጉዕዞም ማለት እዩ ፅዒንካ ተጓዓዞም እወ ፅዒንካ ከተጓዓዞም ከምኡ እዩ ስለዚ ሰበ ክሳግማዊት ህይወትካ እውን ማለት እዩ እቲ ቀዋሚ ገዛኻ ኣብ ኣስመራ እዩ ቀዋሚ ገዛይ ኣብ ኣስመራ እዩ እወ
ምንቅስቃስካ ግን ኣሎ ኩሉ ግዜ ማለት እዩ እቲ ምንቅስቃስ ግን ምስ ንህቢ እየ በቃ ምስ ንህቢ እየ ምስኦም እየ ሕጂ ሓለዋ የድልዮም ድዩ ንህቢ ዋላ ኣብኡ ገዲፍካዮም ሰላም እዩ ዝዓዲ ሓለዋ እምበር ሓለዋ ከምዛ ከብቲ እያ ከም ዝበሃል የለን ንህቢ ልክዕ ባህሩ ክትፈልጥ ክትክእል ኣለካ ትከታተሎ ኣለካ ሓደ ኣብ ማይ ከባቢ ዘለዎ ማይ ኢኻ ትገብሮ እንተዘይ ማይ ዘይብሉ ከባቢ ተኾይኑ እውን ማይ ወሪድካ ኢኻ ትቐርበሉ ጠባያቱ እውን ሓምቕ ኣሎ ዶ ምዕብል ኣሎ ዶ ኩሉ ግዜ እናኸፈትካ ክትሪኦ ክትክእል ኣለካ ከምዚ እቲ ናይ ኔጋ ሓያል ይስርሑ ውፅኢቱ ግን ፅቡቕ እዩ
ይሕግዙኻ ኣለዉ ዶ? እወ ኣለኒ ኣለኒ ሰራሕተኛ ካህን ኣነ ኸኣ ከምኡ ኣነ እውን ኣየቋርፅን እየ ምስኡ እየ
ሓደ ጓሳ ተኾይኑ ወይ ምስ ከብቲ ዝነብር ምስ ጠለበጊዕ ዝነብር ፍቕሪ ይሕዞ እዩ ምስተን እንስሳ ንስኻ እውን መሰናህብ ጀሚርካ ኣለኻ እሞ ፍቕሪ ሕዘካ ዶ ምስኦም ኣሎ ድዩ ፍቕሪ ናይ ኣናህብ እንታይ እሞ ክትብል ኢኻ ኣይከማይ ንኸማን እየ ዝብላ ኣብ ውሽጢ ሓንቲ ሰሙን እንድሕሪ ከይርኤኹዎም ቀንየ በቃ እሓምም ምስኦም እታ ዝበዝሕሲ ምስኦም ዘሕልፎ ይበዝሕ ካብ ኣብ ገዛይ ዘሕልፎ ኣብ ሰሙን ስመላለስ በቃ ሕጂ ሕጂ ምናልባት ምስቲ ድኽም ምብለኒ ምስቲ ናይ ናተይ ስታይ እምበር ቅድም ብፍላይ ግደፎ ዳርጋ ዝበዝሕ ምስኦም እየ ቴንዳይ ገይረ ኣሕራተይ ገይረ ምስ ንህበይ ልክዕ ከምዛ ውላድ ህፃን ንውላድካ ከምኣ እዩ። ጥሪት ዋንኦም የላልዮም ከብቲ ዋላ ጠለበጊዕ ንህብኸ ኣየለልን ንህቢ የለልን ዋንኡ የለልን ንህቢ ኣይትተንክፉኒ እዩ ድብል ምክንያቱ ንህብሲ ጸላኢኻ ምክንያቱ ተሕድጎ ስለ ዘለኻ
የቀንየልና ምሕረተኣብ ገብረኣብ ወዲ ገብረኣብ ገዲም ተጋዳላይ ናይ ሽሕን ትሽዓተ ሚእትን ሰብዓን ሓሙሽተን ተጋዳላይ ህዝባዊ ሓይልታት ስለቲ ተዘክሮኻ ዘካፈልካና ብስመይ ብስም ዞም መሳርሕተይን ተኸታተልትናን ኣዝየ የመስግነካ ክብረት ሃበለይ ካልእ ግዜ ከዓ ካልእ ተዘክሮ ከተካፍለና ተስፋ ገብር ዕድመን ጥዕናን እምነየልካ ክብረት ሃበለይ ኣሜን ኣነ እውን ክብረት ሃበለይ ንዓይ ከምዚ ዘኪርኩም ኣኽቢርኩም ምምጻእኹም ውን ክብረት ሃበለይ ብሓቂ ኣመስግነኩም ዕድመን ጥዕናን ከኣ ንዓኹም እምነየልኩም ኣብ ስራሕኩም ከኣ ኣሳልጦ እምነየልኩም። ክቡራትን ክቡራንን ተኸታተልትና ናይ ሎሚ ትሕዝቶና ኣብዚ ፈጺምና ኣለና። ካልእ ግዜ ብኻልእ ትሕዝቶ ክንራኸብ ተስፋ ንገብር።